ኣለዉ ክሕዙኹን ንሳቶም ተጠንቀቃ ዝርከብኡ ደቂ ኣንስትዮ መንእሰያት ተፋራራሓ ገለመለ ኣዝዮም ኣዝዮም ኣዝዮም ኣዝዮም ግናይቲ ሰባት ኣለዉ ሓደ ካልኣይ ነገር ንዓይ ቪድዮ እቲ እቲ ኣነ ይኣምነሉ እየ ይኣምነሉ እየ ትብሎ ናባይ ስደዶ ና- ይኣምነሉ እየ ናተይ ወይ ወረ ንሰብ ክሓመ ኣይረኽበኒ ወይ ከዓ ከምዚ ከምዚ እንዳ ፅንሒ ትብሎ ዘለካ እዩ ፅንሒ ይረኽበኒ ፅንሒ ፅንሒ ፅንሒ ነብሰ ተኣምኒ እያ እቲ ነብስኺ ትኣምኒ እያ ኢኺ ኣምናን ፈረቓን
ኣንቲ ግደፊ ፈረቓ ንብለካ ኣለኹ ዋ
ስጋ ሃይለ ኣብታ ሽቓቕ ሰብ ኣትዮም ንእሽቶ ዕንቁ ትመስል ገዜኦም እንዳተሓፀብኪ ነብሲ ከተ- ከውፅኹ እዮም እዮም ኣይትሕሰቦም
ገዛ ሓበሻ ኣበዶ ኣትዎ እንታይ ድዮም ክገብሩኻ ኣትዉ እንታይ ስራሕ ኣለዎ ኣነ ንዓይ ይብለካ ኣለኹ ኣፌ ክነግረካ ኣነ ንዓይ ኣነ ንዓይ ይብለካ ኣለኹ ኣነ ዝምክሓሉ ንዓይ ክኾነኒ ኢለ ኣብ ገዛይ እትየ ተዘይስኢልኒ ወይ ሓተይ ወይ እ፣ ቤተሰበይ ተዘይስኢሎም ንብለካ ኣለኹ

ብኸመይ ብኸመይ ከተድህለኒ ትኽእል መሲልካ ልክ ኢለ ሓደ ኢለ ሕጂ ኣና ነግረካ ብኸመይ ከተድህለኒ ትኽእል መሲልካ ኣፊ ሓወይ ኣነ ሓቂ ንገርካ ማለት እዩ እ፣ ኣነ ናተይ ኢለ ዝኣመንክዎ ምስ ኣሕዋተይ ምስ ቤተሰበይ ኣላልየ ሰብኣይ ክኾነኒ ምሳይ ክነብር ኢለ እንድሕር ይእትየዮ ክስእለኒ ክእል እምበር ብለካ ኣለኹ እዚ ከም ኖርማሊ ከይተሓስቦ ከይተሓስቦ ብለካ ኣለኹ ምሳይ ምሳይ ምሳይ ኣብ ገዛይ መፅኡ ምሳይ ከይተሓቆፈ ከይተሓስቦ ከምዚ ብቴሌፎን ወላ ገዝኡ ኮይዱ ከምዚ ብቴሌፎን ገለ ከይተሓስቦ ከይተሓስቦ ኣየናይ ሓምሓም መስል ነፀላ ይብር ሓምሓም ዝኣጎመ ሓልሓል
ኩሉ ግዜ ኩሉ ግዜ እንሞ እዚ ሓምሓም መስል ካብ ዝዓቢ ቪድዮ ኣለሽ

ብኣብን ወልደ መንፈስ ቅዱስን ማት ወደይ ኣነ ኣነ በዚ ናህና ዘለዉ ዝኾነ ሰብ ኣይፈልጥን እየ ንኩሎም ክፀሎም ማዓት እየ ንይ ኣቦኹ ከዓ ደዊልና እሞ ንሰቦኹ ጥራሕ ደኣ ከመይ ክወዲኡ ኣብዚ እየ እኳ ዝብለኪ ዘለኹ ኣብዚ ደገ
ኣብዚ ደጋ እም። ኣነ ነብሰይ ተኣማመን እየ ሶሪ ፅንሒ ክነግርኪ ኣነ ነብሰይ ፅቡቅ ገይረ ዝኣምና ኣነ ኣብዛ ሸቃ ክኣቱ ከለኹ ኣብዛ ክሳይ ኣብዛ ባኞ ምስ ክስቱም እየ ዝሕሰብ ሽዑ ምስ ተሓፂበ ምልጭ ብለን ዝወዳእኩ ዕጣቂ ዕጠቐታ ሽገማ ነው። ዳሕራይ እታ ኩስቲ መውፅኢ ፅቡቕ የብላ ኣብታ ኩስታይ ሰዓት ኩሽዑ ዳሕራይ ኩስትመ ይቕይራ ስለዚ ከምኣ ትገብሪ እቲ ክንስኺ
ኣዮ ገዛይ ዛሞ ይገብርን ዋ ገም ሻሕሻሕ ኣብቲ ኣብቲ ኣብቲ ባኞ ከምዚ ኢልክቲ ገም ሻሕሻሕ ትብሊ ዲኺ

እርንብ ኢለ እምበር ከምዚኣ ልሕጸብ ከመይ ገር ትሽዕቲ ንኣምነ ዝገርሞ ከመይ ገር ዘጥሪ ከይታትወኒ ክነግረካ ኣፌ ሓወይ ኣፌ ሓወይ ክነግረካ ኣብዚ ዘሎ ህቦና ኩልኽን ኣሕዋተይ ክነግረክን ማለት እዩ ሕጂ ኣፌ እዚ ምምካሕ ዘይኮነ ወይ ምውርዛይ ዘይኮነ ኣፌ ሓወይ እወ እ፣ ንኣብነት ኣነሲ ክጋገ ኸኢለ ሰብ እየ ተረዳሃኒ ፍጹም ኣምላኽ እምበር ፍጹም ሰብ የለን ግን ትርግዳ

ታይ ሸብ እዛ ዓይንኺ ሸውረር ተብልያ ዲኺ
ወይ ኣምላኽ መስገን ኣነስ ዋይ ዘይተረዳኹኻ ፀኒሐ ኣነ ብፀርፊ ክዛረብ ፀኒሐ
ዓይንኺ ሸውረር ተብለ ልኪ ናትካ ፅቡቅ ከዋም ናይ ጎጃ ዓይኒ ጎጆ ፅቡቅ እዩ ትብል ኖኖ ናይ ብሓቂ ዓይነኻ ናትካ እዛ ሳንዳይ ጉዐይ እንታይ ዳይላትኒ መሲሉኪ ባይ ዋይ ፍጊዕ ስጋ ክረብቲ ኢላትኒ
ኣዝመን ሓቂ ዲኻ ሓጅስ ንጎዐይ ኣብዚ ትፅውዐኒ ዘለኻ ተኣፌ ወይለ ምስ ኩሎም ይኹም ተጋጭ ከይመስል ነው
ኣንታ ኣማጓዕ እዩስ እንታይ ሽግር ኣነ ገርመኒ ምሳይ እንታይ ፅገማ ገርመኒ እሞ ከዓ ተኽብሪ እያ ከዓ ትኾኒ ኣነ ትንክፋነ እየ
ወክሰብ ኤርትራ ከምኡ ኣርባዕተን ሰዓት ስእለይ ክዝርግሕ እዚ ዓርካ እዚ ሰብኣያ ክትብል ሙሉእ መዓልቲ ማማጓዕ ግደፍ ንባልዕ ስለ ማርያም ዋ ኣንሕና ሰብኣይ ተሓዝና ኣነ ተሓዝኩስ የፀብቐለይ ንእሽተይ እንደ እንታይ ዳሞ ስዊዝ ኣብ ዙሪክ ክትነብሪ ዘለኹ ቤት ትነብሪ ኣለኹ
ዙግ ዝበሃል ቦታ ነብር ኣለኹ ዙግ ንመይኒ ኣብኡ እንተመዛ ከመይ ገለ ቁርብተይ እንጀራ ክበልዕ ደልየ ምሳ ጥራይ ኣፌ ሓወይ ወይ እንጀራ ኣይኮነን ኩሉ ከብልዓካ እያ ምሳ ጥራይ እቶም ደቂ ከነናቶም ካሜራ ኣለዎ እኒ እንታይ ካሜራ መደቀሲ ዓብዮም እንዲዮም ወ ነናቶም
ኣነ ንስኽን ካብ ሓንሳብ ንድቅስ ዳሓን ወላ ኣብዚ ሳሎን ኣለና እንዳ ፀገም ዝበሃል የብለይን ኣብ ሳሎን ክንድቅስ ክልቴና
ወይለ ክርማ ክርማ ራዕዲና ጠይላ ከይዓብየካ ዳ ችሊክ ንሱ ወፃለ ጥራሕ ከዓብየኪ ኣተኣፈ ሓወይ እወ ክነግረካ ከምዚ ትጎርየ ትሰኣል ኣለኺ እዋ ፅናሕ ዘልኩ ናይ ላዕሊ ገይራ መፅ ክድርብ ኦኮ ኺዲ እሽኖ ነፀላ ግበር ነፀላ ገይር ክምፂ ነፀላ ግበር ወጃዕ ክነ እንዳስቆል እያ ኣብዲነክ ፅቡቅ ዘሎ ዕላ ዕላ ዝብል ዕላል ፅቡቕ ደሎ ሶሪ ሓጂ ሓንቲ ሕጊ ክነግረኩ እዩ ኖርማል እዩ ኖርማል እዩ ሞ ቁልዶ ክንኣቱ ቁልዶ ውሽጢ ክንኣቱ ኣንተ ዘይግኝ ተዚ ዓባይ ሰብ እያ ናይ ሓቂ ለባም እያ ከምዚኦም ፅቡቕ ግን ትመንእስያት ምፍርራሕ ሕማቕ እዩ
እንታይ እሞ ኣፌ ደቀይ ዝተንከፈለይ ሰብ እሞ እንታይ ክብሎ ያነ ጀፍዮ ንደቂ ክድሓኒ ባዕለይ ኣለኹ ምስለ ደቂ ነዚ ኩሉ መስዋእቲ ከፊለ ስምዓኒ እንዶ ኣፌ ሓወይ ኣነ
ዓሰርተ ክልተ ዓመት ክነግረካ ዓንተበ ናይ ልበይ ትዛረብኩ እንደ ኣብቲ ናይ ረስቶራንት ስለ ዝነበርኩ ነገረካ ኣፌ ሓወይ ዓሰርተ ክልተ ዓመት ኣብ ዝዓዲ ገይረ ትምህርቲ ቋንቋ የብለይ ተረዲኻኒ እ፣ ኩሉ ነገር የብለይ ዓሰርተ ክልተ ዓመት ብቋንቋ ብትርጁማል ከይደ ተረዲኻኒ እዚ ኩሉ እ፣ ንደቀይ ኢለ መስዋእቲ ከፊለ ብለካ ኣለኹ ብደቀይ ዝመፀኒ ስዋይ ንምንታይ ኣነ እኮ ንስለ ደቀይ እየ ዝነብር ዘለኹ እምበር በይነቲ ዝኸውን ነይረ እብለካ ኣለኹ ኣብ ቅድሚ ኣምላኽ ኣብዚ ኣይምስ ነበርኩን ነይረ ቀደም ቀደም እ፣ ኣብ- ወይ ዓዲ ዝገሄረይ መይተይ ምሃለኹ ወይ ከዓኒ እ፣ ኣብቲ ገዳም ምሃለኹ ነይረ ክነግረካ ንውልቀይ ተዝኸውን ሕጂ ደቅኺ የተርጉሙ ዶ ደቅኺ ስሞ ዶ ይዛረቡ ደቀይ ተዓቢ ወደ ይዛረብ እዩ በቃ ንሱ ከተል ንሱ ኩሉ ከተርጉመልኪ ባዕሉ ክሰርሖ እዩ እንጂ ንሰው ጥራሕ ከም ዝኸብዱ እንታይ ይብላ ኣለዎ ድዮ ትግርኛ ይኽእል እንዲ
ትግርኛ ሰምዕ እምበር ኣይክዛረባ ብዙሕ ኣይኮነን
ክስታይ ከለኪ ዶ ቻት ኣለኪ ዶ ቻት ጂቢቲ ቻት ጂቢቲ ኣለኪ ዶ? ቻት ጂቢቲ ከዓ ደብዳበ እንተደሊኺ ናብ ሰባት ብትግርኛ ፅቡቕ ጌርኪ ትፅሕፍዮ ናብ ከምዚ ደብዳበ ክሰድድ ደልየ ኢልኪ ፅሕፍ ኢልኪ ትብዮ ብቋንቋኹም እዚ ጌርኪ ትብልዮ እቲ ዘድልየኪ ብትግርኛ ጌርኪ ትፅሕፍዮ ሽዑ ዳሕራይ ባዕሎም ፅሒፎም ክህቡኺ እዮም ደብዳበ ሽዑ ዳሕራይ ኣብ ወረቐት ተስፍርዮ ወብዚ ዳ ኣይሕግዙን እዮም ኣምላኽ መስገን ዞም ዓዲ ዳ ኣፊ ሓወይ ስዊዝ ሓቂ ዘረባ ስዊዝ ኣመስግን ኣይፀግቦምን እዩ ንሱ ኢሎ ገንዘብ ህቡኒ ብተርጓማይ ፀዊዖም ይሕጉዙኒ ዝኾነ እንተደልየ ሰብ ይሕጉዙኒ ኣምላኽ መስገን ብከምዚ ፀገም የብለይን ግን እዚ ኩሉ መስዋእቲ ከፊልካ ኣብዚ መፅአ ክዘናጋዕ ኢለ ኣብዚ መፅአ ደቀይ ክፅረፉ እሞ ከዓስ ብመናታ ኣታ ኣፌ ሓወይ ደሓን ደሓን ኩለ ክሕግና እንጂ ንዓይ ሕጂ ሸውራር ሓባል ኩሉና ፀልኡና ንዓይ ደኣ ክነግረካ ኣፌ ሓወይ ኣነ ኣብ ቅድሚ ኣምላኽ ለካ ኣለኹ ኣፌ ሓወይ ቅዱስ ምከ የብለካ ኣለኹ ንዓይ ሸሩበሉኒ እቲ ብ ዓለም ዘሎ ፀርፊ ንዕምበባ ፅረፍዋ ወላ ሓንቲ ተርዲኻኒ ግን ንዓይ ትሕረኒ ኣነ ንደቀይ ምፅራፍ ቀዳመይቲ ጣልያን ስንሐ ክነግረኪ ጣልያን ብዘለኽዮ ቦታ ኣይኮንኩን ኣብ ናይ
ስዊዘርላንድ እዩ
እወ ማእኸል ኣለኹ ሰንተር ሕጂ ወድሓን ንሱ ማለት እወ ኣለኪ ሓሪቑ ሰብ ግዜያዊ ዘብል እምበር ኩላህና እኳ እዚ ብሜድያ ዘለና ሓሪቕና ኢና ንፃረፍ እምበር ዋላ ሓንቲ ናብ ካልእ ኣነ በቃ እዛ ማስ ሜዳ ዘሕረቐትና ኣፌ ሓወይ ንደቀይ ምፀረፉለይ ንክብርታተይ ምፀረፉለይ ካልኣይ ከዓ ኣነ ቪድዮ ዘይሕዝ ከምኡ ዓይነት ሰብ ዘይኮንኩ ትሰቲኣ ገለገለ ምስ በሉኒ እዚኣን ሕሪቐናን እምበር ምክንያቱ ቪድዮ ምሓዝ ማለት ኣነ ክነግረካ ክነግረካ ኣፊ ሓወይ ኣነ ኣብ ቅድሚ ኣምላኽ ይዛረበካ ዘለኹ ኣነ ቪድዮ እንድሕር ሒዘ ግደፎ እቲ እቲ ንዓይ እቲ ንዓይ ዝ- ዝ- ን- ንዓይ እንድሕር ተኸሲሰ ንዓይ ዘፍርደኒ ዘይኮነ ኣነ ዝርኢ ምስ ሞት ክብ ላዕላይ ሰማይ ዘፍርደኒ ኣነ ዝርኢ ነገርካ
የ- እወ እቲ ህዝቢ በዓለገ ህዝቢ መዓት በዓለገን እዩ ዘሎ ሕጂ ኣነ እቲ ምስ ተንከፈኒ ንዓይ ምስ ተንከፈኒ ወዲ ጋሽ ኪዱ ስምዕዮም ኢለያ ክልተ መዓልቲ ለሚነያ ኣብዛ ገዛ ኣብዚኣ ምስላ ማዕተቦም ኢሎም ኣንጂ ወዲ ጋሽ በቃ ወዲ ጋሽ ተዓል በዲህ ወዲ ካልእ መንእሰያት ግን ግን ኣይትብሎ ሕጂ ኣነ ዘይሓስኩ ሒዛ ኢሉ ንዓይ ከጸልመኒ እየ ኦኬ ጸገም ዝበሃል የብሉን ኣብ ጸግዓ ይኹን ሽግር ዝበሃል የብሉን ግን ንዓይ ከጸልመኒ ንዓይዳ ከም ጌርኩ ጓል ኣዋላድ እንዶ ስደዳለይ ንዓይዳ ዕብይ ዝበላ ዕብይ ዝበላ ገለ ክሕዛ ዝደልያ ስደዳለይ
እንታይ ክሕዛ ዝደልያ ከዕልለን ይደሊ ኣነ ብውሽጢ ሲ ከዕልለን ክሕዛ ገለ ዝደልያስ ምዕለል ክኮን ማዓኮርካ ትተሓዝ
ወኸምኡ ዝደልያ ተኮይነ ዝተዕላለን ጥራሕ ይኣክለን ናብ ውሽጢ ይዕልለን እወ እንታይ ኣለዎ ድዩ ተርእየን እወ
ኣፌ ኖርማል እኮ ኖርማል እኮ እዩ ሓቂ ዘረባ እንታይ እስከ ንምንታይ ድዩ ኖርማል ዝብለካ ዘለኹ ኣብንካ እንድሕር ጌርካ እንድሕር ተዘርጊሑሲ ጥራሕ ነብስኻ ኢኻ ትውለድ ጥራሕ ነብስኻ ኢኻ ትመውት ዋ ቆልዓ እንዲኻ እሞ ነርካ ጥራሕ ነብስኻ ዳ
ኖኖ ኣይኮነን ኣለ ሓንቲ እንታይ ናይ ቆልዓ ንበይኑ እዩ ንሰዓበየ ንበይኑ እዩ

እንድዒ እኮ ኣይፈልጥን እየ ግን ሓቀይ ዶ ኣፍየ መጀመርያ ክትጋገ የብልካን እንድሕር ወይ ኣፍየ ኣቅድሚ ኣብያ ከተደንግፀሉ ከምዓ ኢኻ ትሕርቀኒ እንዲኻ ከምዚ ክትፀርፍ ከለኻ ማን እንዲኻ ትሕርቀኒ ድሓር ከምዚ ኢለ ክርእየካ ከለካስ ኣቅድሚ ኣምላኽ ከብደ ብልዕ ተብለኒ ዘይንላለ ግዳይ ዘይንላለ ግዳይ ኣነ ከዓ ብጣዕሚ እየ እኳ ዝፈትወኪ ኣንተ ዓፊ ሓወ
ግና እታ ሽግር ግን ምስዓም ስለ ዝፈቱ ከንፈር ስንቀበለኒ
ኣታ ሸርሸር ክብልዋ ያዎ ሓወይ እንታይ መን ኣላ ወደይ መን ደኣ
ጎዐይ ንላዕሊ ኣፋ ኣደ ስጋ ክረምቲ ኢላታ በቃ ንላዕሊ ኣፋ

ጥውቕ ጥውቕ ቢላ ከምዚ ገይረ ትኢዳ
ድርዝ ድርዝ ቢላ ከምዚ ገይረ ከምዚ ገይረ ከምዚ ገይረ ሕኸኽ ሕኸኽ ቢለያ ተራኺብኩም ዲኹም ብኣካል እወ ሰልዳ እንታይ ኮንኩም ዘይተሰኣልኩም
ኣብያትኒ ኣደ ስጋ ክረምቲ ኢላ እንደ ሃሪማ
እንታይ ኮይኑዋ ተሪርዋ
ደይ ኣይፍልጠልክኒ ኣብኡ ኣብ ቤትካ ትፈልጦ ዲኺ ነቲ ገለ ሰብኣይን ዘይሰብኣይን ኣሕ ኣታ ከመይ ጌርካ ትፍለጥ ኣነ እንደ ክፈልጥ ዘለኒ እንዴ በሊ ብኸምኡ ይፈልጦ እየ ነን ሰብኣይ ገለ ደቂ ኣንስትዮ ይብሉ ኣነ ይፈልጦን እየ
ጠዊኻ ከምዚ ገራትካ ከምዚኣ ጌርካ ሰላም ምስ በለትካ ጓል ኣንስተይቲ ትፈልጠካ ብኡ ከለኻ ንፍዑን ዘይንፍዑን ኣነ ደኣ ኢደይ ትሪኦ ኣለካ ዲኻ ክንዲ ገለ እዩ ዝኸውን ክረጉድ መዓት እዩ እዎ ከም- ኣነ ከምዚ ገይረ ሕዝቢ ኢለያ ከምዚ ገይረ ድርዝ ድርዝ ቢለያ ከምዚ ገይረ ሓቂ ዘረባ ሓኸኽ ኢለያ ኣደድ ስጋ ክረብ ድርቃ ኮላ ባታ
ኣሕ እምበር ክትምርዓዋ ሓሲብካ ነርካ ኣፌ ሓቂ ትዛረብ የግዲ የግዲ ግን መማጓዕ ኮይ ትወልድና እያ ዋ ውላ ጥራሕ እዚ እንጀራ ይበልዕ ኣሕ ወይ እንጀራ ክበልዕ እወ ወይ ኣፌ ሓወይ ኣደንግፅካኒ ምፃእ እንዶ እሞ መዓዝ ክመፅእ ኣነ እኮ ኣድራሻይ ሰደድክለይ ቴሌፎን የብልና ገለ የብልና መዓዝ እሞ መፅእ ዋላ ሎሚ ሸት ተበገስኩ ነይረ ወረቐት ኣለካ ድዩ ዋን ደልዩ ወረቐት ፃዕዳ ወረቐት ኣለኒ መ- በፂሐ ተሓሒሰ ይመፅ ብእግረይ ዘይጀምሮ ፍርቂ መገዲ ብእግረይ ፍርቂ መገዲ ትለይ
ወይ ኣነሲ እንታይ በዓቲ ወደይ ጣይታ ስንኩት ኣቢለ ፀብሒ ክብርብር ኣቢለ ደንታ ብገለ ገይረ ክሰደልካ ፅንሒ እቶም ቆልዑት ኪድ ናብ ቤተሰብ ትሪፕ ንስከዱ እቶም ቆልዑት ሕዝክለይ ናብዛ ዓዲ ምፅ
ናበይ ምስ ከዱ ንትሪፕ
እንታይ ትሪፕ ትሪፕ ማለት ጉዕዞ ከዱ ዶ እቶም ቆልዑት ናብ ገለ ከዛውርዎ ናእሽቱ እንዲዮም ኣይከዱን እዮም ዋእ ዋላ ንኣሽቱ ድዮም ዝኸዱ ትሪፕ ዝኸዱ ኣለዉ ቆልዑት ጉድሻ ቫጋንስ ሕጂ ጀመሩ ዘለዉ ደቀይ ዳ ምዝዋር እወ ምዝዋር ሰሙን ወይ ሰለስተ ኣርባዕተ መዓልቲ እዎ ጎጆ ሰሓቢ የብልኹ ኣለኹ እዛ ጓለይ ጎጆ ሰሓቢ እየ እዛ ጓለይ ዝረባ የለን ጎጆ ኣይመፅእን እዩ ጎጆ የለን የለን በቃ ደሓን የለን ትብሉ ይብለኩም ኣሎ የለን ጎጆ
እወ ሕጂ ሲ እቲ ንግሆ እንዲና ወብ ኣብላ የና እንጂ ብዝኾነ እንጀራ ወ እንጀራ ምበላዕኩም እካ ሕያዋ እየ
ኣፌ ሓወይ ኣታ ኣፌ ነዞም እንዳ- ነዞም ዓደ ኣቦይ ሰሰካሑ ከቢልካ እዮም
ኮንስዕነ ምጅት ኣበይ ከለዉ ኤልሳይ ናይ ዓይነት ዓዲ ኣቦኺ እቶም ኦሪጂናል ዓዲ ኣቦኺ ዋላ እቶም ሓደ ብዛዕባ ከለዉ ኦሪጂናል ዓደ ኣቦይ እምበር ኣከለት ትፀንሕ ኣብ ሓማሴን ትፀንሕ ኣብ ሰራየ ትፀንሕ መትሓዚ እኮ ተሳኢኑ ካብዚ ማስ ሜዳ ኣፈወጡ ነገር ኣይሓዛ ደይብለኩ ኣለኹ ሕጅስ እንተ ኮይኖም እዮም ክኸሱኻ ደልዮም ክዳ
ክጉባዕብሉ ብር ወላ ሓንቲ ስዕረቶም ተቐቢሎም ስቕ ኢሎም ከይኮኑ ክምክሉ ግዛ እንታይ እስከ ኣፌ ሓወይ ኖርማሊ እዚ ከምኡ ወላ ሓንቲ ግን ኣብ ናይ ጀጋኑ ጥራይ ኣይትፅረፉ ሕብረተሰብ እዚ ሕማቅ ነገር ኣብ ሃይማኖት ኣይትእቶም በርታይ እሞ እንታይ ዋጋ ኣለዎ ሃይማኖት የለ ገለ የለ ኩሉ ቃውሲኻ እዩ ዋላ ሓንቲ ኩላ ተማሪኻ ገርመኪ ኣብ ኩሉ ግዜ በቃ ከምዛ ከምዚ ብሩኽ ምዕራይ ትኽኢልካ እቶ እቶ ኢልካ ትኣቱ ናብ ብዕት ኣብ ክለጉዛይ ከምዚኣ ኢሎም ትኽ ኢሎም እቶ ተደም ዝኣትዉ ሓፍ እቶም ኣብ ክለጉዛይ ኢሎም ስለ ስለ ነግረኪ ሓፍ ሓፍ ሓፍ ኢሎም ሂበ ሂበ ሂበ ዝገደፍኩም ሕጂ እቶ ደልጋ ሓደ ወዲ ክለጉዛይ ከምዚኣ እዩ ዝኣቱ
እዋይ ኣታ ሓማት እንከ ሓዋት እንታይ ኣቱ ኢልካዮም ኢኻ ኣቲ ቅድም ቅድም ንሓዋት ኢዳ ቅድም ቅድም ኢለ ኩሎ ክልተ ሽሕን ዕስራ ሰራይ ኸ እሳይ ኣብየ ምኻ ማለት እዩ መን መን ሰራይ ኣብየ ምኻ ኣለዉ ማለት እዩ ስሬዳ ከርእየክ ክልተ ሰሙ መን እንዶ ክሓድግ ይብለክ ኣሎ ከምዚ ኣሎም ክኣት ሆቴል ካብ ከምዚ ኣሎም ክኣት ህግሱ ኢሎም ክፅመዱ እዮም ሓፍሓፍ ዝብል የለን የለን ይብለኩ ኣለኹ ቅድሚ ኣፈወርቂ ሓፍሓፍ ዝብል የለን እንድኻ ዘረይ ስማ በቃ መዓንጣዳ ናይ ናይ ሰራየ ሒዝበሎ መን እዩ ኣዘራይ ሕጂ እዞም ሰራይ እትሪኦም ሓፍሓፍ ዝብሉ ዘለዉ ፅባሕ ድጎ ዝነፍዑ ከም ዝነፍዐ ብራይ ክኾኑ እዮም ሃዋርያ ኢልዋ ኢሎም ከምዚ ኢሎም ክኣትዉ እዮም ኣብ ኩሉ ግዜ ክንደይ ሓፍሓፍ ዘይብሉ ሓፍ ሓፍ ሓፍ ሓፍ ኢሎም ጣዕ ተሃብኩም ጣዕ ተሃብኩም ጣዕ ተሃብኩም ከምዚኣ ሱቕ

ኣታይ ትተክፎ ስቁል ብጃለኩ ንግር ባዕልኹ ይኹ ድምፂ ኢልዎ ሓደ ሰዓ ኮይደ
ኣፍ ኣፍ ክነግረካ ሓደ ቅነ ምሽ መራ ተፋቂሮም ነይሮም በቃ ሰራየን ኣከለን ወይ ሞት ይብሉ ነይሮም ዝክሮ ዲኻ ሰረተ ጉዛይ ሰረተ ጉዛይ
እወ ሰረጎዘጎ ሰረጎዘጎዛይ ገይሮም ነይሮም እወ ዝዕፍኝ ሓደ ወዲ ኣከለ ዘረኣኻዮስ ናይ ቢተው ገይሩ ገለ ትሪኦ ናይ ሰራየ ከዓ ናይ ኣቦና በቃ ተጋላቢጦም ተጋላቢጦም ነይሮም በቃ ፅቡቅቲ ፍቅሪ ገይሮም ነይሮም ኣይ ሰሙን ኣይ ሳልስትስ ዋ ህበይ ኢልካኒ ወዓግ ኢልካኒ
ስልዕናዊ ነገር ክስደው ኣፈወርቅ ግርባይ ከሎ ኣሳኒ ዝኸይ ሰብ የለን ይኽደንኩም ሰብ ሓዳር ከማን ሰብ ሓዳር ከማን ይኽደንኩም ትረ ፖለቲካ ክሰርዑ ሰብ ሓዳር ከማን ይኽደንኩም
ኣቤ ኣቤ እንታይ ዳዚኻትኒ ዘበ ደሓን ደሓን ደሓን እዝኻ እዝኻ ህበ ኢልካኒ ደሓን ቅርፂ ይትርነ ሓደ ብዓበይ ሓደ ብዓበይ ንዕሊ ነርያስ ዋ ኣንታ ነግራማት ይኹም ባል ቀይ ማዕረ ፅልዕ ዶ ሓደ ወዲ ገሎ ግዛ ይዛረብ ነርስ ገለገለስ ኣዋ እቲ ሓደ ወዲ ገሎ ኣንታ ነግራማት ይኹም ባ ኣታ ስቕበሉ ነግራማት ይኹም ባ ኢልዎ ነግራባት ኢኹም እባ ኣታ ሰሙን ዝሓል ግርም ከይድልና ኣሎ ጎጃሁና እንታይ ይብለኒ ረ ሓደ ዕረ ዕባይ ወደከለ ዝብ ዘለሲ እው ሶሪ እዚኣ ከዓ የምበልካኒ ነሎ ሶሪ እታ ጓሓፍ ድቓላ ወዲ ረሳሕ ግድ እንታይ ሓደሲ ኣስመራ እንዲ ዝብ ዘሎ ዕምበባ ናይዚ ሰብኣይ መዓኮሩ እባ ሕዝልና ኣይሕዘልካኒ ኣነ ሕዝነ ሕዘልካኒ እስኪ ንደዋወል ንደዋወል ድሓን እስኪ። ዘርካደ ወደስ መርዓይነይ ፅልሐ ፅልሐ ንደዋወል ድሓን እስኪ ፈትኒ

ኣምፅኤን ኣለና ኢለን ድምፂ ከምቲ ናይ ዝሓለፈ እንተዘስምዓ ነይረን ሲ ኣለና ከዓ ኢለን ቪዳስ እንታይ ምገበርካ ሓቂ ተዛረብ ሓቂ ንስና ማዕተብካ ዳውን ምኳንካ ዶ ወላስ ኖርማል እዩ ይሕነቕ ወይ ሰሎ ምስቅዱስ ስጋይ ዘይሕነቕ
ባዕ ቀየሞኒ ስድራ ቤትካ ዓሌትካ የሕዋትካ ኩሉ ዝፈልጠካ ኩሉ ክሪኦ ከሎ ጥራሕ ነብስኻ ይሕነቕ ቀደም እኳ መርዓት ጠሪጣ ትሕነቕ እያ ነይራ ብገደድ እያ እኳ ትፅድፍ ነይራ ጠሪጣ እያ ዝብለኪ ዘለኹ በስመ ኣብ መንፈስ ቅዱስ ደሓን መሕነቕቲ ሳይተምፅእ ደሓነይ ዋዕ ኣነ ሓቂ ዝብለኪ ዘለኹ ነውሪ ከምኡ ይገብርን እየ ኣነ ከምኡ ይሰርሕን እየ ሓቂ ዘረባ ዕላል የዕልል እየ ሕጂ ንደቂ ኣንስትዮ ምስ ዝኣመንክዎን ገለመለ የዕልል እየ እንታይ ዕላል እንተኾይኑ ግን ናይ ፍቕራዊ ልቦና እየ ዘዕልል ከላ ክላ ንስኽን ጠላማት ኢኽን እንታይ ክላ ሕጂ ሓንቲ ቃል ኣላትኒ ንዓይ እንታይ ይብለን መስልኪ ክላ እስኪ ተዋናውናና ይብለን ፈሊጠ ተዋናውናና እስኪ
በቃ ብክብርኻ ኣይትደራደርን ኢኻ ማለት እኮ እዋ ሕጂ እንታይ ደ ግደግለ ምሸስ ኣታ ግደፍ ኣይተዋናውናና ግደፈና እስኮ ጃሃና ከም ተለን ሕጂ ፈሊጠ እንተኳ ትኾን ሓደ በዓልቲ በዓል መርከብ እንታይ ገረን መስልኪ በዓል መርከብ ጓጫዓን ሳይድ ናይ ሴክስ ከምዚ ከምዚ ከምዚ እንዳገበርኩ የርእየን ነይረ ዋ ኣንታ እቲ ንፈትዎ ከመይ ገይሩ ፈሊጥዎ ከመይ ገይሩ እቲ ንፈትዎ ዝፈሊጥዎ ኢላ ትግበር ከም ዘረባ ሰተ ይኸዋ ኣበይ ርኢኻዮ ሕጂ ንስኻ ሕጂ ኣብ
ኣቲ ነይሩ ፅንሕመኒ ኣብ ቲክቶክ ዲ ምንታይ ይመፅእ ነይሩ ከም- ከምዚ ዋዛ ይመስለካ ይኸውን ግን ጥራሕ ነብስኻ መዋእልካ ትሳቐይ ዳሕራይ ንደቂ ኣንስትዮ ብከምኡ ይተሳቕይወን ነውሪ እዩ ማለት ሲ ኣይትንገር ቀደም ሲ ከም ኣፈወርቂ ማይ ከምኡ ዘይገብር ኮነ ክዋን ዝፈትዋ ንምሳይ ፅግዓስ ዘውዲ ዝዓባይ ከብዲ ካብ ወዲ ግርማይ ወዲ ውለድ ይበሃል ነይሩ ንዓኻ ድዩ ወዲ ግርማይ እንተልካያ እንተልካያ ፅቡቅ ገርና ካብ ወዲ ግርማይ ወዲ ውለዲ ዘውዴ ኣተዓባይ ከብዲ ካብ ወዲ ግርማይ ወዲ ውለዲ ሽዑ መልሾም ቅኒ ኢሎም ካደረ ወዲ ግርማይ እንኳዕ ዓይመትካ ብቀዳማይካ ኢሎም እንታይ የጋጢሙካ ነይሩ ዶ ዋ ኣቦን ይቐትለካ ኣቦን ከምኡ ተሰሚዑ ወዲያ ግማ እየ እኳ ዓይመትካ ብቐዳማይ ከ ኩሉ ይከው እዮ ንሓንቲ ደቂ ክደስ ኩሉ ወየ ፅያፍ ይኮን
ወዲ ክማይ ፅቡቅ ኢካ ነርካ ማለት እኮ ፅቡቅ ኢካ ነርካ ሕጂ ከማ እዚኣ ትፈትያ ደዛ ደርፊ እዚኣ ክዓቲ ከሎ ደጎ ዘሊሉ ክወፅእ ከሎ ብርክስ ተቂሉ

ክኣቱ ከሎ ደጎል ዘሊሉ ክወጽእ ከሎ ምርኩስ ተኺሉ ዋዕላ ጓሉ ክኣቱ ከሎ ደጎል ዘሊሉ እናበለ ክወጽእ ከሎ ምርኩስ ተኺሉ ዋዕላ ጓሉ ርሙስ እዩ ማለት እዩ ወተረሙሽ ይወጽእ
ኣቤ ሽኮር ኣሓዊ ሳሓሲ ናይ ያ
ኩላ ትስሕቅ ኣላ ረእያ ሓደ ከዓ ሰረየ ለኩሳሳት ኢሉ ይፅሕፍ ኣሎ ኣካለ ጉዛይ እዩ ዝኸውን ወይ ዳሕማና እዮም ዝኾኑ ልዕሊ ሳካ ዝበሃል በደይ ከዓ ብዙሕ ይፅርፍኒ ሳካ ዝበሃል የለ ለቑማፅ ወዲ ኣቕራትና እዩ መሲልኒ ነይሩ ግን ኣይኮነን ኢሎምኒ ግን ኣፍያሲ ንሓውስ ዋዘይ ማስታ ክትብሎ ነርካ ትማሊ
ሓዋዜማ ሓሙት ዋዜማ ፅንሒ ካልእ ኣይትኸዲ ሕጂ ካልእ ኢና ዘለና ተይስኖ ኣቲ ቆልባ ፈራባ ይቕራ ዝስኖ ዓቂ ናና ማለት ሲ ንዓኡ ስፈልጡዓቁንትፈልጠይካንፃወት ኣለና ፅንሕ እሞ ፅናሕ እሞ ስኖ ንፃወት መሻ ኣለና ሓቂ ኣብዚ ካብዚ ዓቢ ዕላማ ኣነ ድዩ? ካብኡ ኣብኡ ከለኹ እየ እቲ ጌጋ ነይራ ካብኡ ተረፍ መፂኡ ሲ ኣብኡ መፂኡ ወዲ ኣበባ ሻርሙጣ ዶ ገለመለ እዩ ፀሪፍኒ ኣይፀረፍኩ ኣይበልኩዎ እህ፣ ፀለመ ድዩ ነይሩ ሓራሽ እወ ሽዑ ዳሕራይ ትፈልጥያ ክመልሓሰይ ከዓ ኤዕ ኣብ ፅላኣት ኣፈወርቂ እዩ ውዕልካ ሓንቲ ዘረባ ዓቅባ ተገዲፍካ እንታይ ሓንቲ ገዲፍካ ገዲምካ እንደ ተሓቲ ገለ ሓዛ ትመፅእ ሰናን እንዳበልካ ኣላግብ ኣላግብ ኣላግብ ኣቢልካ ባብያ ትገብራ ሕጂ ኩሎም ኣብዚ ብዛዕባ ሰራየ ዝፃረፉ ብዛዕባ ኮሎጉዛይ ደቂ ኣንስትዮ ዝኣበኦም ከም ዝፃረፉ እዚ ክትርእዮም ተለዲክ ኣፈወርቂ ግን ኮነ ኢለ እየ ዝገብሮ ተለዲክ ገሊኣ ግን ጓል ሰራየ ዝነበራ ትዓርኮም ተክንሳኣቤቶም ቁፅኦም ሰራየ ፍሉይ ዕርፊ ኩላ ሽግራ ኣብዚ ኣኻኺባ እምበር ሰራየ ዝበሃል ምንቅስቃስ ወይ ሰራየ ዝበሃል ኣኼባ የለን ሓማሴን ዝባሃል ኣብ ኩሉግዘይ ዝባሃል ኣኼባ የለን። የለን።
ኩሉ እቲ ሕብረተሰብ ነናቱ ክብሪ ኣለዎ፣ ነናቱ ላህጃ ኣለዎ፣ ነናቱ ሕውነት ኣለዎ፣ ነናቱ ብልፅግነት ኣለዎ፣ ነናቱ ከዓ ክፋእ ኣለዎ። ግን እዛ ኩላ ኣብዚ ሰራየ ዶ ገለመለ ትብል ዘላ በቃ ዘገርም እዩ። ሰሓቕ ኢኻ ትመውት።
ኣበይ እዩ ሰራየ በይ ዓድኻ ኣፌ ትምዝኣ

ኖኖ ሕጓ ኣይነበረናን ኣነ ኣፌ ሓወይ ካብ ሕጓና ወፀ የፈልጥ ናይ ካብቲ ዓደይ ዝዓበ ኩላ እሺ ኣብ ኣኸ ጥብተክ ትጥቢት ይኸነ ዶ ወዲስኪ ይስኖም ሓቂ ትዛረቢ ኣነ ኣብኡ ኣብኡ ክስታይ ኣይነበረናን ፅርሒ በለ ኣነ ብታዕዲ ዝተወለድኩላ ሓንቲ ጓል ነይራ ናፅነት ትበሃል ጓል ኣቦይ ምስግና ንሳስ ሰብኣየይ ሕጹየይ ትብለኒ ኣነ ሕጽይተይ እየ ዝብላ በቃ ነይረ ምስ ተመርዓወት ኣቤት ሁሉም ኣላ ተመርዓ ቆልዑት ወሊዳ ገለ በለ ሕጂ ሓደ መዓልቲ እንታይ ገይራ ዝመስለክ ሰብኣያ ሒዛቶ መፅያ ቦዚ ኣስመራይ ሰብኣያ ኣብቲ ገዛ መፅያ ሕጂ ኩሉ ሸዓ ክስንጫረቕ ኢና ሰበይተይ ባቃ ንዙያ እየ ዝምርዖ ንዙያ ንምርዖ ባቃ ከምዙያ ኢና ነርና ሕጂ ኣጋጣሚ ናብቲ ገዛ መፅእ ሰብኣይ ስ ዋይ ሰብኣይ ይመፅእ ናትኪ
ፎቶ ከዓ ነራ ማለት እዩ እንታይ እንኳ ሓሳብ ዘይሰደድካ ስልዕመ ተጋዳላይ ዲ ሰብኣይ ሕፈር ኢለምዛ ፅፍረይ ክኣድሪ
እንተ ኮንካ ዘይተመርዓኻያ እሞ እንተ ኣፌንዓ ጅሪ ናይ ቀደም ከምኡ እንዳሉ ከምኡ ነይሮም ኹ ሕፅይተይ ዝብለክን ነርክ ደይ ነበረክን ኣይነበረንን ወሪድ ንሾ ንሸዑ ከይፈለጥኩ ጅሪ እሞ መልክዕ ግና ኢኸ ነርክ ማለት እዩ ፀፋፊ ኢኸ ነርክ ማለት እዩ ኣይገርመካ
ግና ኢኸ ነርክ እምባእ ሰብ ኣሰኪሕክያ ሰብ ዳ ሕጂ ኣሰኪሕክያ ኩሉ ዕምባባ ኣሎ ዕምባባ ኣላ እዮም እኮ ዝብሉ ሕጂ ገለ ገለ ተዛሪቡ ተወዳ ዋይ ወሪድና ዕምባባ እታ ንዓይ ከምኡ ትበሉኒ ተለኪ መብገዛይ ስለ ዘረ- ስለ ዘርኣኸ ስለ ዘስማዕኽዎ እምበር ኣነ ኣይሓዝኮን ኣፌ ሓወይ ኣነ ካብ ንወዲ ዝሕዘሉ ከምኡ ሞት ትሕሸኒ ኣብ ቅድሚ ኣምላኽ ብላካ ኣለኹ
ስምዕስኪእማ ንስኻ ኣደኢታይ እንታይ ገረን መስለኪ ተተታሒዝኒ ክመውት ዝበርካ ኣነ ካብ ሞት ትሕሸኒ ፅንሐ ክነግረኪ ጓል ኣንስተይቲ ብዓድና ሕማማትን ወቂሞን ስዲ እያ ያወ ሕጂ ቀደም ወቂመን ኣብ ሩባ ሕፅበን